ሃሎ ዝኸበርክን ኣሕዋተይ ከመይ ቀኒኽን ደሓን ዳቐኒኽን ኣነ እግዚኣብሔር መስገን ፅቡቕ ኣለኹ ንስኽንካ ፅቡቅ ክትልዋ ተስፋ ገብር ሎማዓንቲ ከዓ ብካሊእ ቪድዮ መፅኤክን ኣለኹ ስኪን ኬር ሒዘ መፅኤ ኣለኹ እንጂ ክገብሮ ተስፋ ገብር ሓደሽቲ ድሕር ኮንክን መጀመርያኽን ድሕር ኮይኑ ኣብዚ ናተይ ዩቱብ ሕጂ እንዳረኣኽንኦ ከለኽን ሳብስክራይብ ግበራ ተን ኩሉ ግዜ ትሪኡ ኣሕዋተይ ከዓ ከምቲ ኩሉ ግዜ ዝብለክን ሳብስክራይብ ዘይገበርክን ብዙሓት ስለ ዘለኽን ሕጂ እንዳ ራኣክንኦ ከለክን ሳብስክራይብ ግበራ ብጣዕሚ እየ ዝፈትወክን ብጣዕሚ እየ ዘመስግነክን የቀንየለይ ሎማዓንቲ በቃ ስኪን ኬር ሒዘ መፅእ ኣለኩ እቲ ስኪን ኬር ኩሉ ግዜ ድጥቀመሉ ኩሉ ግዜ ድጥቀመሉ ማለት እዩ ከምቲ ድበልኩክን ብቀዳማይ ከዓኒ ኣክሰስ ንኩላትክን ክስታይ ዝኸውን ኣብ ኩሉ ዓዲ ዘለክን ናተይ ቪድዮ ትሪኦኦ ኩላትክን ክትረክቦ ትክእላ ካብ ድራግ ስቶር ንረኽቦ ወላ ዳክተርስ ከኣኒ እዚ ክስታይ ድገብርዎ ሪኮመንድ ድገብርዎ ስኪን ኬር ሒዘልኪ ዝመጽእ ኣለኹ ሓደ ሓደ ቅድሚ ሕጂ ኣርእየክን ኔረ ማለት እዩ ሓደ ሓደ ከኣ ኣሎ ዴርኣኹክን እሱ ሒዘልኪ መጽእ ኣለኹ እንጆይ ክገብርኦ ተስፋ ገብር ሕጂ ናብኡ ክንሰግር ኢና ማለት እዩ መጀመርያ በዚ መሕጸቢ ናይ ገጽ በዚ ክንጅምር ኢና በዚ በዚ ሰራቪ ቅድሚ ሕጂ ኣርእየክን ነይረ እንድሕር ሰንስቲቭ ስኪን ኣለና ናዕና ዋላ ንደቅና ማለት እዩ እዚ ጽቡቅ እዩ ዋላ ዳክተርስ ሪኮመንድ ዝገብርዎ እንድሕር ድኾነ ገጽካ ኮንካ ወይ ደሪቕካ ወይ ድኾነ ነገር እንድሕር ወጺካ ፌስ ዋሽ ሪኮመንድ ዝገብርዎ እዚ ሰራቪ ማለት እዩ ካብ መጠን ንላዕሊ ጽቡቅ እዩ ጀንትል እዩ ከዓኒ እዚ ሃይድሬቲንግ ክሪም ቱ ፎሚንግ ክለንዘር እዩ ዝብል እዚ ድራይትስ ፎር ኖርማል ቱ ድራይ ስኪን ማለት እዩ ወላ ከም ርገጽና ድሕር ድራይ ኮይኑ እዚ ሰራቪ ካብ መጀመርታ እዚ ዩቱብ ክጅምሮ ከለኹ ኣርእየክ ነይረ እዚ ጽቡቕ እዩ ማለት እዩ ኣብ ዝኾነ ዓዲ ዘለኽን ኣብ ዝኾነ ፋርማሲ ገለ ክትረኽቦ ትኽእላ ኢኽን ሰራቪ ዝገጥ ምሕጸቢ ካብ መጠን ላዕሊ ጽቡቕ እዩ ወላ ንደቅና ከዓ ከምዚ ድርቕ ዝበለ ገጽ እንድሕር ኣለዎ ገለ መሕጸቢ ከዓ እዚ ሪኮመንድ ገብሮ ማለት እዩ ወላ ሓካይም ከዓ ነዚኦም ሪኮመንድ ገብርዎ ማለት እዩ ካልእ ከዓኒ እዚ ሰታፕ እዩ ከዓ እዚ ኩሉ ግዜ ኣብ ቦርሳይ ከምዚ ድገብሮ ማለት እዩ እዚ ኣብ ድኮነ ክትረክቦ ትክእል ኣይክን ዓቢ ከምዚ እዚ እዚ ኤግዛክትሊ እዚ ዓቢ ገዚኤ ይፈልጥ እንየ ግን እቲ ንእሽተይ ፌስ ዋሽ ኩሉ ግዜ ዝለኒ ማለት እዩ ንእሽተይ ቦርሳ ኣላትኒ ኣብ ኣብ ቦርሳይ ድገብራ ማለት እዩ ብዙሕ ስኪን ኬር ቻፕስቲክ ገለመለ ዘድልየኒ ማለት እዩ ንእሽተይ ቱዝ ብራሽ ቱዝፔስት ንእሽተይ እዚ ትራቨል ትራ ናይ ትራቨል ዝኾነ ማለት እዩ ኣብ ቦርሳ ኣለኒ ኩሉ ግዜ ሎሽን ንእሽተይ ሎሽን ገለ ማለት እዩ ከምዚ ከዓኒ እዚ መሕጸቢ ከዓኒ እዚ መሕጸቢ ሰታፕ እዩ ከኣ እዚ ዓቢ ክትገዝኦ ትኽእላ ኢኽን እዚ ከኣ ኣብ ፋርማሲ ኢኽን ትረኽብኦ ጽቡቕ ጀንትል ዝኾነ እዚታት እዚ ዝርእየክን ዘለኹ ሎማዓንቲ መብዛሕትኡ ሓካይም ሪኮመንድ ገብርዎ ማለት እዩ ጽቡቕ ብራንድ እዩ ሰራቢ መብዛሕትኽን ትፈልጦ ትኾና ኢኽን ብዙሕ ዓመት ኣነ ተጠቂመሉ እየ ኣብዚ ሰብ ካብ ዝጥቀመሉ ብዙሕ ዓመት ዝገበረ ስለ ዝኾነ ኣብ ዝኾነ ቦታ ከዓ ከይትክን ክትረኽቦ ስለ ትኽእላ እዚ ካብ መጠን ንላዕሊ ፅቡቕ እዩ ማለት እዩ መብዛሕትኡ ግዜ ኣነ ሕጂ ናይ ኮርያን ስኪን ኬር ይጥቀም ከም ትፈልጥኦ እዚታት ከዓኒ ኣብ ብቐላሉ ኣብ ክስታይና ንረኽቦ ንኽእል ማለት እዩ ፅቡቕ እዩ ማለት እዩ ካልእ እዚ እዚ ከዓ ኣለኒ ሎራሽ ፖዘ ከዓ ሎራሽ ፖዘ ከዓ ፅቡቕ ብራንድ እዩ እዚ ቅድሚ ሕጂ ኣርእየክን ነይረ እየ እዚ ሞይስቸራይዘር እዩ ድሕር ድሩቕ ኮይኑ ክስታይና ስኪንና ድሕር ድሩቕ ኮይኑ ወላ ንነብስና ወላ ንገፅና ወላ ንቆልዓ ከማን እዚ ንእሽተይ ቆልዓ ክነብል ንኽእል ኢና ወላ ንቤቢ ሲድ ብል ኣብዚ ማለት እዩ ቅድሚ ሕጂ ኣርእየክ ነይረ ንኣሽቱ ቆልዑት ቤቢ ህፃናት ማለት እዩ ወላ ንዓበይቲ ክንጥቀመሉ ንኽእል ከዓኒ እዚ ሎራሽ ፖዘ ከዓ እዚ ፅቡቅ እዚ ትሪፕል ሪፖር ሞይስቸራይዘር ሰለስተ ግዜ ድማ ዳብል ትሪፕል ማለት እዩ ሰለስተ ግዜ ክስታይ ዝገብር ኣጸቢቑ ሞይስቸራይዝ ዝገብር ማለት እዩ። እዚ ከዓኒ ጽቡቕ ሞይስቸራይዘር እዩ ማለት እዩ። እዚ መብዛሕትኡ እዚታት ዘርእየክን ዘሎ ከም ዝበልኩኽን ዶክተርስ ሪኮመንድ ዝገብርዎ እዩ። ድሕሪ ሰንሲቲቭ ስኪን ኣለክን ወላ ንደቅና ወላ ንዓና ከዓኒ እዚ ጽቡቕ ስለ ዝኾነ እዚ ክጥቀማ ትኽእላ ኢኽን ማለት እዩ። ካልእ ከዓኒ ሞይስቸራይዘር ማለት እዩ። ሞይስቸራይዘር ከዓኒ ናይ ሰራቪ ኣብዚ ክልተ ኣለዋኒ ማለት እዩ።

ሰላሳ ኣለዎ እንድሕር ሳመር ኮይኑ ሓምሳ ገለ ክንገብር ኣለና እየ ድብል እዚ ላይት እንዳተቐየረ ጸልሚቱ እዚ ደበና ኮይኑ ማለት እዩ ጽልምት ኢሉ ኣሎ ኤኒዌይ ግን ስቲል ይረአ እዩ ማለት እዩ እዚ እዚ ሕጂ እዚ ሰራቪ እዚ ኤኤም ሞይስቸራይዘር ማለት እዩ ካልእ ከዓኒ እዚ ከዓ ናይ ፒኤም ከዓ ኣሎ እዚ ከዓ the same ከምኡ ኮይኑ ከዓ PM ሕጂ ኣብዚ ክትሪኦ ማለት እዩ እዚ AM እብል ኣሎ ንንግሆ ንጥቀመሉ ማለት እዩ እዚኣ ብጫ ኣብ ዘላ AM እዚኣ ቀጠልያ ኣብ ዝደላ ከዓ PM ትብል ማለት እዩ ቴሌፎነይ ናባይ ገፀይ ገይረ ክስታይ ስለ ዝገብረላ እዚኣ ከዓ ናይ PM ማለት እዩ ኣብዚ ማልቶ ተቐሊጣ ኣላ እዚ ማልቶ ጀላ ይገብር ነየ እዚ ኖርማል ኣብዚ ማልቶ ስለ ዝገብር ማይ ገለ ምስ ሓዝካ ቀልጢፉ እዩ ክስታይ ዝኸውን ማለት እዩ ኤኒወይ እዚኣ ከኣ ናይ ኤኤም እዚኣ ናይ ፒኤም ማለት እዩ ምሸት ንገብሮ ምስ ተሓጸብና ገጽና ምሸት ንገብሮ እዚኣ ከኣ ንግሆ ንገብራ ማለት እዩ ዲፍ ፍልልየን ከኣ እዚኣ ሰማያዊ ሃሳስ እዚኣ ከኣ ሰማያዊ ደማቕ ማለት እዩ ኤኒወይ ኤኤም ፒኤም ዝርኢኽን እዚ ከዓ ወላ ንኣሽቱ ቆልዑ ንኣሽቱ ቆልዑት ህፃናት ይኹን ንኣሽቱ ቆልዑት ከዓኒ ከምዚ ዶክተር ኦርደር ዝገብርዎ ከኣኒ ንስታፍ ማለት እዩ እንድሕር ዝኾነ ሰንስቲቭ ስኪን ወይ ገለ ኣለካ እዚ ከኣ ጽቡቕ ስለ ዝኾነ እዚ ክትጥቀማ ትኽእላ ኢኺ ማለት እዩ ናይ ኤም ናይ ፒኤም ንቆልዑት እንድሕር ደሊኽን ማለት እዩ እዚ ክንገብር ንኽእል ኢና ካልእ ኦፕ ሶሪ ወዲቑ ካልእ እዚ ኣነ ኩሉ ግዜ ዝጥቀሞ እዚ ማለት እዩ

ደምጻኽዎ ኣርእየክን ኔረ ድየ ኣይረኣኹክንን ኣይ ዶንት ኖው ቅድሚ ሕጂ ግን ኣርእየክን ኔረ እዚ ሎራሽ ፖዘ ከኣ ጽቡቕ ብራንድ እዩ ወላ ሳንስክሪን ናይዚ ከኣ ጽቡቕ እዩ ማለት እዩ እዚ ከኣ ብቐሊሉ ኩላትና ክንረኽቦ ስለ ንኽእል እዚ ሕጂ እዚ ድሕሪ ሜክ ኣብ ገለ ትገብር ኮንካ ኣጸቢቑ ኣጽሪ የብሎ ማለት ዓፍራ ገለ ኣለዎ ክልተ ግዜ ገለ ከኣ ኩን ድሕሪ ሜክ ኣብ ንገብር ኮይና ከኣኒ ክልተ ግዜ ክንሕጸቦ ኣለና ገጽና ኣጸቢቕና ኣጽሪ ክነብሎ ኣለና ማለት እዩ ድሓር

ክልተ ብሓንሳብ ኣምጺኤ ማለት እዩ ዋላ ንዓይ ዋላ ንደቀይ ዋላ ንበዓል ቤተይ ግበሩ'የ ኩሉ ግዜ ዝብሎ ምክንያቱ ብፍላይ ኣብ ግዜ ዊንተር ቅርፍርፍ ኣይብልኒ እዚ ኣፍካ እዚ ከንፈርካ ማለት እዩ ድርቕ ኣይብልኒ እዚ ካብ መጠን ንላዕሊ ጽቡቕ ስለ ዝኾነ ኣብ ዝኸድክዎ ግዜ ድገዝእ ማለት እዩ ዋላ ንዓይ ዋላ ንደቀይ ማለት እዩ ንኣሽቱ እየን ግን ከምዚ ባዝሊን ነገር እዩ ብፍላይ ምሸት ጌርካ ምስ ሓደርካ ንግሆ እዚ ከንፈርከ ክስታይ ኮመት እዚኣ ከዓ ካልእ ትብላታ ማለት እዩ ክልተ ገዚኤ ብጣዕሚ ስለ ዝፈትዎ ክረኽቦ ከለኹ ኣብ በዓል ሲፎራ ክትረኽቦ ኣብ በዓል ሲፎራ ብጣዕሚ ክቡር እዩ ግን ሓንቲ ድሕር ገዚእኹም ክልተ ዓመት ስለ ዝፀንሕ ንኹሉ ፋሚሊ ከዓ ስለ ዝኾነ ዓብዪ እዩ ክትብልኦ ትኽእላ ኢኽን ኣብ ማርሻል ገለ እንድሕር ረኺብክንኦ ግን ብትሕቲ ፍርቂ ዋጋ ኢኻ ትረኽቦ so ኣብ ማርሻል ምስ ረኣኽዎ ክልተ ገዚኤ ማለት እዩ ብጣዕሚ ጽቡቅ ስለ ዝኾነ እዚ ልጥቀ ማለት እዩ እዚ ሲምፕል ሲምፕል ከርእየክም ጸናሕኩ ኩሉ ኣብ ኩላትና ንረኽቦ ንኽእል እንደገና ወላ ናዕና ንኣሽ ደቅና እዚኦም ቆልዑት ሕጂ ገሊኦም ቆልዑት ከም ዝገጾም ክስታይ ድወጾም ዕንፍሩ ነገር ድወጾም ከም ዝፈጸጋ ነገር ክስታይ ምስ ዝዕድመ ብቲ ዓሰርተ ሰለስተ ዓሰርተ ተባዕተ ምስ በጻሕካ ክስታይ ድኾኑ ሽግሩ እዚታት እዚታት ጽቡቕ ስኪን ኬር እዩ ማለት እዩ ካልእ ከኣ እዚ ሎሽን ከኣ እዚ ኣቪኖ ከኣ እዚ ሕጂ ኣነ ንደቀይ ሰብ ክሕምብሳ ከለዋ ፍሕሽው ክብላ ከለዋ እዚ ሞሽ እዚ ኣቪኖ ከኣ ጽቡቕ ንቆልዑት ዋላ ዝጥቀመሉ ማለት እዩ እዚ ዴይሊ ሞይስቸራይዘር ባዲ ሎሽን ድብል ኢንተንስ ኖሪሽን ፎር ድራይ ስኪን እዚ 24 ሰዓት ሞይስቸራይዝ ገብር ድብል ማለት እዩ ኣቪኖ ከኣ ጽቡቕ ብራንድ እዩ ብዙሕ ጨና ስለ ዘይብሉ ሕጂ እዚ ንቆልዑት ሕጂ ንደቀይ እዚ የድኸን ማለት እዩ ምስ ሓንበሳ ነብሰን ፍሕሹው ስለ ዝብል እዚ በዚ ገይረ ክስታይ ድገብረለን ማለት እዩ ሎሽን እዚ ድገብረለን ማለት እዩ ፅቡቅ ፅቡቅ ብዙሕ ክስታይ ደይግብል ማለት ንቆልዑ ናዕና ሰንስቲቭ ስኪን ድሕር ኣለና ክንጥቀመሉ ንኽእል ማለት እዩ ናይ ሎማዓንቲ ቪድዮ እዚኣ ትመስል ኢንጆይ ጌርክንኣ ክትኮና ኢንጆይ ጌርክንኣ ክትኮና ተስፋ ገብር ሓደሽቲ እንድሕር ኮንክን መጀመርያኽ እንድሕር ኮይኑ ኣብዚ ናተ ዩቱብ ከምቲ ዝበልክዎ ዓንተቦይ ፕሊዝ ሳብስክራይብ ከይገበርክን ኣይትውፅኣ ብጣዕሚ ናተይ መደብ ፅቡቕ እዩ መብዛሕትኽን ፈቲኽንኦ እቶም ኩሉ ግዜ ሳፖርት ገብራ ንሕዋተይ ከም ዝበልኩን ናይ ብሓቂ በቃ ብጣዕሚ ደመስግነክን የቐንየለይ ላይክ ከዓ እንታይ ወፃኹም ከለኹም ከዓ ላይክ እንድሕር ጌርኩኖ ከዓ ፅቡቅ ማለት እዩ እንድሕር ሳፖርት ገብርኦም ክነ ናተይ ቻነል ኣነ ከዓ ተታባቢዐ ፅቡቅ ፅቡቅ ንዓና ንጠቅም ማለት እዩ ኣምፃልክን ብጣዕሚ ብጣዕሚ እየ ዘመስግነክን ኩላትክን ኣሕዋተይ በቃ ደስ ትብላ ፖዚቲቭ ኣዋልድ ከምቲ ዝበልኩም መሓዝተ ይኮንክን ከም ትስማዕኒ እንድሕር ኮመንት ዘይገበርክን እንድሕር ወቅ ዝተላእክን እዚ መዓልቲ ጠፊኣ ገለ እየ ድብለክን ማለት እዩ ብጣዕሚ ከም ዝፈልጠክን ኮይኑ ይስማዓኒ መብዛሕትክን ብዙሓት ኣሕዋት ያለክና ኣኡ ሽም ዩዘር ከምዚ ዩዘር ገለ ድብል ማለት እዩ ግን በቃ ብሽምክን ኣብኡ ዘሎ በቃ ከምዚ መሓዝቶ ይኮንክን ይክን ትስማዓኒ እንታይ ደኣ ክስቶ ኮመንት ከይገበረት ቀንያ ገለ እዩ ድብለክን ማለት እዩ ኤኒወይ ብጣዕሚ ብጣዕሚ እየ ዝፈትወክን ብጣዕሚ የቐንየለይ ኣብ ቀፃሊ ብካልእ ክሳብ ንራኸብካ ብሰላም የራኽበና ባይ